ኣያት ሕመላልና ኣላ ወለ ካሪሞም እየ ወለል ጸለል ወሉ ሙርቁር እዮም እየ ተባዲና ሃንዚያላ እዛ በሪ ኮፍ ትብል ውሒላ ዓዳይ ኣውዒላ ዕምዚ ዘኽት ምሳና ኣውዒላ ኢለን ክደርፋላ ከለዋ ግን ትበኪ ትቀንእ
ሰላም ሰላም ፋሚሊ ናይ ኣማን ዩቱብ ቻናል ተኸታተልቲ ዝኾንኩም ያው ሃመኒኹም ኣንሕና ባሕና ኢና ፋሚሊ ያው ሰላምኩም ብዝሕ ዝሕ የለና ናሃልና ጥፊ ኢለኩም ነረ ፋሚሊ ያው ብልኾነ ምኽንያት እዩ ያው ናብ ሰላም እዩዋ ማዘር ኣጋጣሚ ንእሽተይ ሒሙዋ ኔሩ ኣስሚ ምናምን ተላዒላታ ኔራ ፋሚሊ ከዚ ዳሕና እዩዋ ትጨናነቑ ኢኹም ኪሎዋግዑኩም ኣለኹ ፋሚሊ ብቻ ግን ሎማዓንቲ ሕክምና ግዛዕ እንድና ውዒልና ፋሚሊ ሀዚ ክላስ ፀዊዐያ እኒኹ ሎማዓንቲ ቡና ግዛዕ እነፈላልሐና ኢና ንማዘር ከዚ ላውዝ ቪድዮ ክወስደኩም ፋሚሊ ብቻ ግን ልጠፋእናሉ ምክንያት ያው ብሰላም እዩ ኣጋጣሚ ሲልካ ናብ ማዘር ንሽሒምዋ ስለ ልነበረ እዩ ብቻ እዚ ቪድዮ ደስ በሃሊ ኢለ ይፅበ ልኣኹምለ ደስ ከብለኩም ኢለ ይሓስብ ፋሚሊ ያው ሀዚ ዳይ ላውዝ ቪድዮ እሺ ቤተሰብ ያው ቡደይ ሎማዓንቲ ታንካ ጥፊኻ ምናምን ልል ኮሜንት እንደ ሰብ ቴክስ ናገረለይ ነይሩ ቡደይ መዓረይ ያው ዳሕና እየ ኢለ እዩም እያ ፋሚሊ ለሊ ከይጫናነቁ እንታይ ጠፊእኩም ግዛዕ ናበሉ ነይሮም እዩም እሞ ቡዴ ማዓረይ ኣብኡ ናሃለኪ እስቲ ሎማዓንቲ ልኮነ በልዮም ንፋሚሊ መጀመርያ ሰላም በልዮ እሞ ካሜራ ኣብቲ ገይረ እየ ለዋግዕ ክለኩ። እሺ እሞ
ሰላም ሰላም መጀመርያ ከመይ ውዒልኩም ከመይ ቀኒኩም ያው ንፍቅ ኣቢለኩም ቀንየ ልኮነ ነገር ፅልእ ኢላትኒ ቀንየ ኣየ ጠፊኦኩም። ዳሕና ዶ ቀኒኹም ንፈቕፈቕ ኣቢለኩም ኣብ ውሽጢ ዓዲ ኣብ ወጻኢ ለለኹም እዞም ደቂ ልዓኹም ነናእስኩም ከመይ እኒኦኹም ጥዒናኹም ኣነ ቁሩጽልእ ኢሉኒ ኔሩ ሀዚ ግን ተመስገን ሕክምና ተሓኪመ ሕሽ ኢሉኒ ሺንኒ እዩ ጠፊኤ የቐንየ ሰሙን እዚ እወ ታይ ዲሲ ሎማዓንቲ ቡዴ ማዓረይ ፕራንክ ክገብረኪ ሓስየ ነይረሲ ኣይ ለለወዮ ሒሙክማ። ልኾነ ማርት ንሸይ እንትን ከይብለኪ ለዩ ኣይ ኣውነ ሃለኹለ ፋሚሊ ያው ሃምዝ ዝሰማዕኹምዋ እዩ ማዘር ዳሕና ያንያ ቤትሰ ብቻ ረዩ ሃምዝ ትሪእዎ ኣለኹም ደስ ሃሊ ጌርና ቡና ነስተይ ሓሲና እኔና ያው ሕክምና እያ ነይራ ሃብሌኔ ማሪ ሰላም በል የመውን ሃላ ሰላም ሰላም ፋሚሊ ንኣማን ዩቱብ ቻናል ተመኔኹም ድሕና ድኹም ያው ቡና ቡና ተቃለሱ እስኪ። ሳናስቲ

ሽሙ ኣነ ዘዋግዕሉ ቤተሰብ ጾም ኣሸንዳ ከመይ እኒኦኹም ንኣውደኣመት ለሸንዳ ዝግጅት ከመይ እኒኦኹም ያው ኣብ ዓድና ትግራይ ከምቲ ትፈልጥዎ ኣሸንዳ ቀረበ ቀረበ በቃ በተለይ ልደቂ ተንሽትዮ ልጎርዘታት ደቅና ካብ ክዳን ድዩ ካብ ጫማ ድዩ ካብ መጋየፂ ናይ ወለድና ድዩ ካብ መቆነኒ ርእሲ ድዩ ካብ ኩሕሊ ድዩ በቃ ይሻባሻባ ኣለዋ ይዛጋጀያ ኣለዋ ታይ እባ ቡዴ ማዓረይ ኣነሲ ዋዕ ናሃዝኒዋ ደቀነስትዮሲ እያ ዘሸንዳስ ል ቕርሺ ምስብሳብ እየን ልጥቀማ ኣለዋ ማለት ቤተሰብ ያው ብሓፈሻ እኳ ዋላ ተለይኮነሲ ቡዴ መኪና ደው ናበላ

ብብላይ ክዳን ሕዚ ንኣብነት ብነባር ክዳን ዝነብር ሰብ የለ ከመይ ክብል ደለየ ብቲ ባህልና ወለድና ዘውረስና እቲ ግዜ ሰዓት ስፅቡቕ እዩ ነይሩ ክዳን ሓበሻ ተኻዲንካ ርእስኻ ተቆኒንካ ጠስሚ ተጣሲንካ ሕፂት ተኮይና ጓል ድማ ንዓዲ ሓሚኣ እያ ይኣትያ እሞ ኣሸንዳ ኢላ ገዛ ገዛ ክትዘርከላ ንጓል ገለ ንዓዲ ሓሚኣ ከታይ ኣትይዋ ታይ ብሪ ኣትዩዋ ታይ ክዳን ኣትዩዋ ይብሃል ነይሩ ሀዚ ደማ ጊዜ ስለ ልበለፀ ትምህርቲ ስለ ልማዕበለ ደቅና ብልጢ ኮንኩም ናይ ርእሲ ጨዋታ ስለ ትጫወቱ ገይፃ ገይፅ ክእዝዛኹም ግዴታ እዩ ኣርቴ ተበላ ይግበእን እዩ ቁናነ ተበላ ይግበእን እዩ ክዳን ተበላ ይግበእን እዩ ምክንያቱ ወቅቲ ናያትን ጊዜ ስለ ልሃበተን ኤሜቤ ናብ መሬት ደስታ ንምግላፅ ስለ ልኾነ በቃ ሃሙይ ሀዘ ንሕና ብቲ ሰዓት እሱ ንዕነተ መስሓተ ተብሂልናካስ ምሳሕ ይረኣየናይ ነይሩ ተረዲእካ ኣሸንዳ ዝበሃል ነይሩ ሕዚ እስኻ ንንእሽቲ ሓፍትኻ ተልያ ወዲ ተኾንካ በረኻ ከድካ ኣሸንዳ ዝበሃል ነይሩ ተረዊቡ ብገመደ መዓንጠ ካልእ ኣሸንዳ ዝእዲ ኣሸንዳ ዓዲ ዝበሃል ነይሩ ኣሸንዳ ዝእዲ ኣሸንዳ ዓዲ ስለልጠፍኦ እዩ እምበይ ኣሸንዳ ዓዲ ሕዚ ተሸንዳ ዓዲ መልክዑለ ፍሉይ እዩ እግሩለ እይ ተረውዩ እዚ ከምዚ ገርካ ይብጨርሞ ማይ ሓፂብካ ከምዚ ገይረን ክዘራ ከለዋ ፀባ ኢሉ መስቲ እግራግሩ እሱ የለይ ጠፊኡ ሸንዳ ዝብእል ይበሃል ነረ ዝግበር ማለት እዩ እና ባህለን ስለ ዝኾነ እየን እዚ ነንፀባርቆ ኣለዋ ማለት እዩ እሞ ታይ ዲሲ ኣዳማሪ ትኽክል ይኸባይ ፍልይ ናላ ቅርሺ ተልዩ ከምሲ ፀርፊ ቦሎ ከምዚ እዩ ፀርፊ ማታይ መሲልካ ጓል ማርያና ኣብ ልደት ሕዚ ወዳት ለይተመርዕኹም ወዳት ሕዚ ልደት ናይ ልደተ ክርስቶስ ጥንቀት ክሻብ ለኣቲ ልደት ገዛ ገዛ ትሃኩላ ወርኩም ሕዚ ነማንም ነንሕድሕድ ገዛ ልእገለ መዓልቲ ድራር ኢልኩም ትእዝዙ ትወዲ ይእዝዝ ማለት እዩ ግዴታ እዩ ትእዘዝ ሕምባሻ ትኾይኑ ሕምባሻ እንጀራ ትኾይኑ ሓሙሽተ እንጀራ ጋጌራ ፀብሓ ገይራ ኣዚዝኩም ኢልኩም ከድኩም ኣዚዝኩም ኢልኩም ከድኩም ኒኹም ካን ግዴታ ኣዚዝኩም ኢልኩም ተኣዚዛ እንድያ ኒያ ተገዛ ተዛጋጅያ እያ ትጸንሕ እንድሕር ትድራር ለይ ሃበት ተመጓሰት ኣብ ሸን ኣብ ታወት ምስ ወረደ ጥንቀት ክስድይብ ከሎ ብክልተ መኣዝን ቤተ እገለ ዓሪፈን ሰይቲ ጎይታ ይእገለ ኢሎም የእውዩ ፈሊጦም ድዮም ስለ ለይተዋህቦ? እወ የእውዩ እሞ ዳኛ ወዲ ልደትና ጓል ኣሸንዳ ተተጻረፈት ዳኛ የብላ እዩ ልብል ሕጊ መሰላ እዩ እታ ጓል እታ ጓል ተንሽተይ ስለ እንድሕር ካሊእኻያ እንድሕር ቅርሺ ኢላ ካሊእኻያ ዝኾነ ነገር እንድሕር ካሊእኻያ ክትጸርፈካ ግዴታ እዩ ንምንታይ ካብ ወለድና ልመጸ እዩ ተረዲእካ ካብ ወለድ ጓል ከዚ ንሓደ ንጉስ መኪና ጠጠው ኣቢላ ወይም ብሓደ ንጉስ ትናቐደ ወለድና በቕሊ ሰሪሮም ክኸዱ ከለዉ ንዕዖም ረጊጾምባ ትኸዱ ውርደት እዮም ከግንዩ እምበይ ክብረ ዮግኒ ትክክል ጓል ኣሸንዳ እና ወዲ ልደት ዳኛ የብሉ ይብሉ ወለድና እኽቢርካ ኢኻ ውላድካ እንድዩ ልወለድካዮ ኢዩ እታ ጓል ካለ ውላድካ እንድያ ኣኽርየካ ከም ታወት ተለይብልካለ ሳዕሲዕኻ የብለይ ኢልካ ሳዕሲዕኻ ትኸድ እዚ እዩ እቲ ባህሊ ካብ ባህሊ ውርሻ ልመጸ እዩ ጓል ማርያና ወዲ ልደት ዳኛ ወዲ ዋላ ተንትዐ እምኒ ደርቢ ዋላ ተሰበረ ኣይኽሰስ መን ኢሉ ክኸሶ ብዙሕ ያእዩ ንመን ኢሉ ብወንጀል ክትሕዞ ስለዚ እዚ እዩ ወለድና ለፅንሕና ማለት እቲ መልእኽቲ ዋይ ዝያዳ ኾነት እያ ታዩ ፋሚላ ኣነለ ንእሽተ ከዋግዕሲ ማዘርና ልቢ ልቢ ሂውክያ እኒኹ እዛ ቆልዓ ቦፌ ግዘለይ ግዛዕ ናልትያ ጭቅጭቀንላ እሞ ግዴታ ትገዝእ ታይ ድየ ሰሚዐ ሲ ዝኾነ ማለት ኣብና ቤተክርስትያን እየ ሰሚዐዋይ ኣሸንዳ ብሱር ሃመ እዮም ማፃፅውማ ፈልጦ ዶ ባህሊ ድዩ ሃይማኖት እዩ ሃይማኖት እዩ እወ ሃይማኖት እዩ ያው ፋሚሊ ብዙ ኣጋጣሚ እዚ ኣሸንዳ ባህሊ ይኹን እዩ ሃይማኖት እዩ ታይ እዩ ማለት ኣማፃፁስ ኣይ ኣነ እኮ ኣማፃፅኡ ተደሪረ ዝሓደርኩ ስለ ዘይፈልጥ ብዙሕ ተንቲነ የፈልጠይ ፈጣሪ ይቅር ይበለለይ ነገር ግን ኣማፃፅኡ ናይ ወላዲት ድንግል ወላዲት ኣምላኽ እዩ ናይ ሃይማኖት ርስቲ እዩ ትንፀሞ ኣለና ንሰግዶ ኣለና ናይ ማርያም እዩ ተንቲነ ክፈልጦ የኽእል ኢላ ኣብ ሕቶይ ተእትየኒ ናብ ፈተነ እወ ፈለጥኩወይ ምክንያቱስ በስመ ኣብ እንኳ ባዕለይስ ይፈልጦ ያነ እወ እና ብተወለድና ለምህርና ግን ባህሊ የኾነይ ሃይማኖት እዩ ኣይ እወ ትኽክል ሃይማኖት እዩ ኣይ እወ ታይ ድየ ሰሚዐሲ ምንም ለይተጋጣጠመለይ ማለት ንእሽተይ ንእሽተይ ልመስል ግን ለይተጋጣጠመለይሲ ካብ ልኾነ ሰብ እየ ሰሚዐዮ ማለት ተለይ ተጋጊየ ኣብ ናይ ቤተክርስትያን ቪድዮ እዩ ወይ ቤተክርስትያን እየ ሰሚዐዮ ሞሲ ኣሸንዳሲ እዚ ሃምዝ ትብልዮ ኣለኻ ኣደ ማዕረ ዙር ታይ ኣሸንዳ ዝእል ይበሃል እሱሲ ኣማፃፅኡ ማለት እዩ ያው ዞም ሃምለሎ ኾይኑ ተርዲክ ድያ ኣዳይ ካብኡ ዝሰማዕኹ ዝተምሃርክወይ ግን ልኾነ ንጉስ ነይሩ ይበሃል ቀደም እዩ ቅድሚ ልደቶ ክርስቶስ ማለት እዩ ያው ፀላእቲ ሲ ልዓዱ ክገዝእዎ ብሓይሊ ክጭቁንዎ ይመፁ እሞ ተረዲኪ ድዩ ካብኡ እሱ ታይ ይገብር መሲልኪ እዚ ንጉስ ናዛ ዓዲ ላብ ፈጣሪ ሱባኤ ይኣቲ ቤተክርስትያን ማለት እዩ ፆም እንትን ፎሉይ መዓልቲ ላብ ፈጣሪ ይፅሊ ታይ እዩ ልፅሊ ፀላእ ዓደይ ሲ ኣድሕነለይ ተርዲክዲ ኣድሕነለይ እሞ ልደለካዬ ክገብር እየ ካብኡ እለ መጀመርያ ላዪ ልመፅእ ኣካል ሲ ክስወእልካ እየ ይብሎ ተርዲክዲ ኣደ ማሪ ካብኡ እዝ ንጉስ እዙ ሃም ኢሉ ይማፀኣ እሞ ኩሉ ሻዕ ሲ ኣብ ጦርነት ውዒሉ ኣሸኒፉ ግዛዕ ክመፅእ ተለማ ተርዲክዲ ከሉ ልመፅእ ነይሩ ወላኡ ሀርዲኪ ድየ ኣዳም መዓርይ ሀዚ ኸልቢ ክኣቲ ክወፅእ እሱ ኢሉ ቅበሎ እቅ ኣብሉ ኸደ ይኽድ ቦታ ኣሸኒፉ ጡርነተ ግዛዕ ኣብ መገሻ ዋላ ግዛዕ ተነይሩ ዝኸልቢ እዩ ቀዲሙ ልቕበሎ ላብ ገዝኡ ክኣቲ ተሎ ዝንጉስ ካብኡ ኣፍቱ ውግእ ይኸዱ እሞ ውግእ ይስሰው ልዞም ካልኦት ልመጽዎም ሸፋቱ ልዞም ክጭቁንዎም ልመጹ ውግእ ይገጥሙ እሞ ብና ፈጣሪ ሓይሊ ይስዕር እቲ ንጉስ ኣርዲኪ ድያ ኣዳይ ማዓረይ ካብኡ እዚ ንጉስ እዚ ደስ ይብሎ ብዓወቱ እሞ ገዝኡ ይምለስ እሞስ የስታውስ ን ምስ እግዚኣብሔር ልገበሮ ማሕላ ነይርዎ መስዋእቲ ከቅርበልካ ኢና መጀመርያ ልበሎ ተርዲኪ ድዪ ከዚ ታይ እዩ ኣሸኒፉና ከደስ ደስታስ እዮ ተሓጎሰይ ታይ ድዩ መን ክመፅእ ይኮን ናበለ ካብኡ ብምሽናፉ ለ ተሓጉስና ከደ ካብኡ እዛ ዓዲ የፅሕሞስ ኣብቲ ዓዲ ሰብ ተኣኪቡ ምናምን ይር ዓወቱ ዝሰምዐ ናዝ ዓዲ ህዝቢ ናዙ ንጉስ ህዝቢ ዝኮኑ ካብኡ ዝስብኣይ ታይ እዩ ዝፅበ ኣሎ ከልቢ ክመፆ ዝና ኩሉ ሻዕ ዝቅበሎ

ቅድሚ ልደቶ ክርስቶስ ተኾይኑስ እዩ እዩ ዝነገር ተርዲክ ዲ ቅድሚ ልደቶ ክርስቶስ ለ ኣሸንዳ ክህለይ ይኽእል እዩ ኣነ ሃም መስለኒ ፋሚሊ እዚ ታሪክ እዚ ካብሉ ሰማዕ ክወሰ ከውግዑ ሰምዐዮ ኣብ ደጋ ሓደ ሓደ ባህል ሲ ይበሃል ገመና ክገን እንተሎ ሲ ሃይማኖት ይቕየር ይበሃል ተርዲክ ዲ ኣነ ሀዝስ ሓደ ሓደ እኔዉ ያው ተይፈለጥኻ ልዉጉዕ ነገራት ዋይ እና እዚኣ ሲ ያው ትፈልጡ ሰባት ተሃሊኹምላ ኣብ ኮሜንት ሃመ እያ እዛ ታሪክ እዚኣ ኣጻርይዋ መልስኹም ርእይቶኹም ሃቡላ ኢኹም እዩ እቡደይካ ሃመይ ርኢኽያ። ኣይ ኣነ እኳን ክንድዚ ዝኾነ ሓሳባት ናይ ሃይማኖት ነገር ኣይፈልጠይ ምክንያቱ እግዚኣብሔር መድኃኔዓለም ይቅር ይበለለይ እምበይ በስማም በስማም ኳስ ፈጺመ ኣይኽእሎይ ተረዲእካ በስማም ኳስ ይቕረ ይበለለይ እምበይ ብሓቂ ልምግና እንተይኮነስ በስማም ኣይኽእል እዚኣስ ትኸብደኒ እያ ትኸብደኒ እያ በቃ ከምዚ ሀዚ ናብ ሊቃውንቲ ናብ ዓበይቲ ትንትንዋ እምበይ እዚኣስ ትኽክል እያ
ኣይትምጥነኒ ተደሪረ ትማሊ በሊዑ የለ ሓደ ርፎ ዶ ይተንተንኩስ ዚያና ፈጣሪየይ ኣይፈልጣይሞ ኣነ ግን ብተወለደ ኢሎም ሃሮኒ ኣሸንዳ መፅኡ ተባሂልካ ሸብሸብታ ይግበር ዋና ነገሩ ዕላምኡ ግን ሃይማኖት ብምዃኑ ይኣምን ሃይማኖት ኪዳና ምህረት ትኸብር ምዃና ዓሰርተ ሽዱሽተ ኪዳና ምህረት ከቤራ ክሻብ ሰለስተ መዓልቲ ንጫወት ኣብ መበል ሳልሳይ ንበረኻ ከድና ናብ ሓደ ጎልጎል ጎሮሮና ነቂፁ ብደርፊ ቤተክርስትያን እናዘርና ከምቲ ትብሎ ኣለካ ሓደ ሓደ ሰባትና

ሃምስ ቱለላ ማዘር ትክክል እዩ በተለይ በተለይ ፋሚሊ ናብ ቤተክርስትያን ሃም ልመሰለካ ኣይውግዐ ኣነ ልተረዳኽዎ እኳ እንታይ ዲሲ ምስ ሰማዕኽዎ ዶዓለይሲ ክኾነ እኮ ይኽእል እዩ ማለተይ ልዘረኦ ኣለዋ ደቂ ኣነስትዮ እኮ ክመፅ ይኽእል እዩ ሓደ ነገር ከረደካ ሕዚ ኣብዛ ንጉስ ኣብዛ ንጉስ መፅዓላ ኣተየላለ ከልቢ ድዩ ክመጾ ጓሉ ድያ ክትመጾ ድሙ ድዩ ክትመጾ ናይ ፈጣሪ ሓይሊ እዩ ተረዲእካ ጓሉ ምስ ኮነ ተሓዚኑ ትኸልቢ ተትመጾ ግን ክስወኦ ነይሩ እየ መሓዘነይ ነገር ግን ከልቢ ይኹን ድሙ ይኹን ፈጣሪ ኣምላኽ ህይወት ህይወ ፈጢሩና እዩ ለማንም ለማንም ንኸልቢ ይኹን ንድሙ ይኹን ልዑፍ ይኹን እንታይ ጌራ ፍጥርቲ እያ ብዘየግባብ ደርቢና ህዚ ሓደ ሓደ ሰዓት ልዕዋፍ ይኹን ልዝኾነ ነገር ንወቅዕ ጌጋ ፈጣሪ ስለ ዝፈጠራ ልልነኽሰና ከም ተበን ልኣምሰለ ዝብኢ እኳስ እንድሕር ዘይተንከፍካዮ ይነኽሰካ እዩ። ተረዲእካ? ትክክል ተበን ግን ያው ተረጊሙ ስለልኾነ ይፈልጥ እዩ ሓደ ሓደ ነገር ኦ፣ ንተበን ክንዕገሶ የብልና እዩ ንወቕዖ ኢና ኩሮ ኩሮ ደቂ ኣዳም ንኸስ ስለልተባህለ ንወቕዖ ኢና ኦ። ንኻሊእ እንትፋስ ግን ክውቃዕ የብሉ ኢና

ኩሉ ይፈልጥዎ እዮም መጻሕፍቲ እኒኦዎም እዩ ካማየይ ወዲ ካማየይ ኢለ ኣምሰለ ካን ካማየይ ካን ወልቀይ ግን ናብ ዕለት እንጀራየይ ስለ ልጓዓዝ እምበይ መማህርና ሊቃውንትና እኮ ተንቲኖም የምህሩ እዮም ትኽክል እዩ ይነግሩ እኮ ኣደ እዮም ይነግሩ እዮም ናይ ለይንሰምዕ ኢና ኮይንና ናይ እንዴ ናይ ባዕልና ጎደሎ ናይ ባዕልና ስሕተት እዩ እምበይ እዎ መማህርና ተዋህዶ ሃይማኖትና ቤተክርስትያን ዓገግ ኢላ እኮ ተምህር እያ ግን ናይ ባዕለይ ጉድለት ሲ በስመ ኣብ እንኳስ ኣይፈልጦ እየ ማለት እየ ብናይ ባዕለይ ጎደለ እየ ዘቕርብ ኣለኹ ኣዓን ለኒ ሽካብ ልፈልጠ ካብዛ ናብ ቤተክርስትያን ግን ኣነ ለብባህሊ ልመስለኒ ትሕቲ ዕድመ እባ ደናግል ተለይ ኮይነን ደቂ ኣነስትዮ ግን ኣሸንዳ ሃም ለይላ እዚኣ ብንጹር ይፈልጣ እየ ማል ድሓር ድሓር ኢና ተስዓረ ከይዱ ሃም ዝልለ ክለኹሲ ባህሊ ክስዕር ተሎ ሃይማኖት ይቅየር ልባሃል ምስላ እኒኦ ልብለኪ ለኹ ስየ ቡደ ሃሃም ዝል ተላዕለ እዩ እወ በለ ኣውዚ ድንግል ልኾነት ብቻ እያ ኣሸንዳ ኣውዚ ትብሎ ኣውዚ የልፍን ናይ ድንግልናማ እወ ኣውዚ ሀዚ ናይ ሃገራዊ ጉዳይ እሱ እልካ ናይ ትግራይ ምስቲ ሃይማኖት ተተተሓሐዘ ሃይማኖትና ልክነንፃባርቅ እና ኢና ነስፋሕፎሖ ኣለና እምበይ ሓንቲ ጓል ተነሽተይቲ እወ ተተሞርዕያ ጥሪ ተተሞርዕያ ልስራይ ተተመርዕያ ጓል ነይራ ተተመርዕያ ኣሸንዳ ረቢባ ምስተን መሓዙታ ደናግል ኣይተወፅኢ ካብኡ ዘይረን ዙር ውዒለን እንታይ ይብላ ልዛ ጓል ልዛ ኣብዛ ናዳ ወለዳ ጓል ተመርዐየት ኣብኡ እየን ዝሓድራ ተነጓላት ካብኡ እንታይ ኢለን ይደርፋ ኣላ ቀትሪ ክመፃ ከለዋ ኩሒላ ዓመት እዛ ክትምሳና ውዒላ ሎምስ ዓዳ ውዒላ ኢለን ይደርፋ ኣላ ትክክል እያ እዚኣታ ናይ ደናግል ድንግል ስባኣይ ተተሞርዕያ ኣሸንዳ ኣይትወጽእይ ሀዚ ልሃገር ልምሽርብብ ረቅራቅ ሃገርና ልምፍላጥ እዩ እምበይ ጓል ድንግል ጓል እያ ትዘር ጓል እያ ኣብ ቤተክርስትያን ዘይራ ሳዕሪ ልነጽጋሉ ተተሞርዕያሲ ኣሸንዳ ረቢባስ ኣይትዘሪ ሓቂ እዩ ጉደይ ማዓረይ ናይ ያው። ጓልተ ኣንሽተይቲ ናይ መርዓት ከኣ መኣዝ ይምጥና ጭንቀት ጭንቀት ቅዱስ ዮሓንስ ኦው። ምስ ወጣት ወጺኣ ምስ ደቂ ዓዳ ሽግ ምስ ዞሩ ቅዱስ ዮሓንስ ኣ ወለድና ሞሪቆም እቲ ሽግ ምስ ዞሩ ዓዲ ሞሪቆም ኦው። ታይ ኢለን ይደርፋ ዘን ኣጓላት መርዑ እንድሕር ኣዊኹም ለወዳት ሕመላልና ላዋለ ኻሪሞም እየ ወለል ፀለል ወሉ ሙርቁር እዮም እየ ተባሂልኩም ትፃረፉ እንታይ ማለት እያ ሐዚ ክረምቲ ጥሜት እንዲ ቀደም ሓምሊ ደየለ ኢልኩም ትጥይቁ ማለት እዩ ሐዚ መስከረም ሸዊት ትሪኡና ስገም ሸዊት ፀጊኩም ግን ኩርዕርዕ ስለ ትብሉ እንታይ ኢለን ይፀርፋኹም ሕመላልና ላዋለ ኻሪሞም እየ ወለል ፀለል ወሉ ሙርቁር እዮም እየ እንድሕረ እንድሕረ ሽግ ሒዙ ለይወፀ ወድለ

ትክክል ያው ዓብዪ ትምህርቲ ያው ቤተሰብ ሪኢኹም ሞይኹም ሎማዓንቲ ውዕለና ኣብዚ ወቀሳ ተይኮነ ንሕና ተሸሊምና ጓላት ዓቕሚ ኣዳም ኣኸልና ንወፅ ኣለና ግን ናይ ሜቤት ሃገርና በቃ ሃገርና ልክፍለጥ ባህልና ሃገርናና ሃይማኖትና ልክፍለጥ ተሸሊምና ባህልና ንምግላፅ ኢና ንወፅ ኣለና እምበይ ኣብቲ ሃይማኖት ጠለቐልካስ

እንዳ ገሪሙኒ እዩ ኣይ ቡዴ ማዓሪ መምህር ኢኺ ስኺ ቡዴ ብእውነት ያው ፋሚሊ ለይ ምስ ኮረልኩ እዮም ኣይ ፋሚሊ ያው ትርእይዎ ኣለኹም ናሎም መዓንቲ ውዕሎ እዚኣ እያ ትመስል ሐዝለ ቡና ወሪድላ እኒኦ ብሌኔ ማሪ ንሽተሽ ተዋግዒ እንታይ እዩ ለይንና ጌርናዮ ዘዋግዐ ወደ እንታይ ቄሪላ ትክድያ ኣዋግዕ እንኪ

ሐዚ ቡና ብሓደ ንሰቲ እና ፋሚሊ መዓልቲ መዓልቲ እለ ንመፁም ኢና ደጊም ወደ ሃብሊኒ ታይ ከ ቅብለኪ ንስኻትኩም ከ ከመይ እኒኦኹም ኣብ ውሽጢ ዓዲ ኣብ ውጭ ለለኹም ከመይ እኒኦኹም ብጣዕሚ ኢና ንናፍቐኩም ንቅዱስ ዮሓንስ ዓድኹም ክትኣትዩ ንሓድሽ ዓመት ሰላም ኮይኑ ዓለም ኩሉ ሰላም ኮይኑ ተረጋግዑ ዓብይ ንእሽተይ ተይበለ ኣፍ ላኣፍ ኣሳቂማ ካብ ላሕሚ ምራክ የጋንዮ ሰላም ክገብረልና ኢና ንምነ ኩላ ዓለም ሰላም ክገብረልና ኢና ንምነ ፈጣሪና ዓለም ዝፈጠሮ ኩሉ ምሕሩ ይምሓረና ኣሕዋተይ ዓወኩም ኣሕዋተይ ኢልና እስኩም ነደቂተይ ብጣዕሚ እየ ንፍቅ ነብለኩም ከም ብርስን ሰስንለይ ከም ኮኸብ ድመቑለይ ከም ፀሓይ ብረቑለይ ዘም ደቀይ ንፍቅ እየ ዘብለኹም ኣዚ ፋሚሊ ቡና ንሰቲ ኣለና ያው ኣነ እኳ ቡና ኣይሰቲ እዩ ኣይ ችግር ደስ ከብለኪ ለኣክ ለማዓንቲ ኮፈል ገና ያ ቡዴ ስተይ ባ ቡናኺ ዛማንጎ ኣነ ትፅናሕኒ

ጻዕዳ ነብሪ ገይሮም ኣጋፋሪ ክፈት ክፈት በሎም ጻዕዳ ነብሪ ይብሃል መረባኹም ኣርብዓል ኢዱ ኣዳራሽኩም ሰሜን ለማዕዱ ተረዲእካ እዚ ናተባህለ ኢሉ ምጎሱ ነይሩ
ሕዚ ወዲ ታይ ትገብር ኔርኩም ፋሚሊ ብዙ ክዕብረኩም ውሽጢ ዓዲ ለለኹም በተለይ